ሰላም ጠና ይሕበልና ተኸታተልትን ፈተውትን ራራ ሚድያ እዋናውን ሞያውን ሚዛናውን ትሕዝቶታት ራራ ሚድያ ሒዝና ቀሪብና ኣለና ንምሸቱ ዝሰማዕናዮ ሓበሬታ ክነካፍለኩም ኣብ ኣፍደገ መንበሪ ገዛ ንጣፍ ማሕበራዊ ሚድያ ዝኾነ ልፍዓተይ ተስፋ ማለት እውን ሰብ ዝሰኣነ ሰብ ፍንጀራ ቦምብ ኣጋጢሙ ኣሎ። እቲ ፍንጀራ ቦምብ ድማ ኣብ ልዕሊ ልፍዓተይ ተስፋ ዘነጣጠረ ክኸውን ከም ዝኽእል እውን ዝጥቁሙ ፍልፍላት ኣለው። እቲ ፍንጀራ ክፍፀም ከሎ ኣብቲ ከባቢ ዝነበሩ ነቲ ፍንጀራ ዝሰምዑ ንሚድያና። ከም ዝበልዎ ድማ ምሸት ርብዒ ጉደል ንክልተ ኣቢሉ ብተለምዶ ሃያ ሁለት ኣብ እናተብሃለ ኣብ ዝፅዋዕ ከባቢ እውን እቲ ፍንጀራ ከም ዘጋጠመ ኣብቲ ከባቢ ዝነበሩ ሰባት እውን ሓደ ግዘ ድምፂ ቦምቢ ከም ዝሰምዑ እዮም ዝዛረቡ። ዝተፈንጀረሉ ቦታ እውን ኣብ ኣፍ ደገ ልፍዓተይ ተስፋ መንበሪ ገዛ ምዃኑ እቶም ፍልፍላት የረድኡ። ነጣፍ ማሕበራዊ ሚድያ ልፍዓተይ ተስፋ እዚ ክፍፀም ከሎ ኣብ መንበሪ ገዝኡ ምንባሩን ብድንጋፀ ድማ ካብ መንበሪ ገዝኡ ከም ዝወፀ ኣብ ንሱ ዝኾነ ዓይነት ጉድኣት ከም ዘይበፀሖ እውን ኣረጋጊፅና ኣለና። ልፍዓተይ ተስፋ ብዝሓለፉ እዋናት ምስ ቃል ኣቐባሊ ዝኾነ ህግደፍ ዝኾነ ኣወል ስዒድ ኣብ ዓዲግራት ተራኺቡ ፅምዶ ፈጢርና ብዝብል ብርክት ዝበሉ ኣጀንዳታት ከልዕል ዝፀንሐ እንትኸውን ኣብ ዓይኒ ብዙሓት ክኣቱ እውን ፀኒሑ ብብዙሓት ተቓውሞ ዘልዓለ እዚ ፅምዶ ዝብል ኣጀንዳ ስዒቡ ድማ ኣብ ልዕሊ ልፍዓተይ ተስፋ መጥቃዕቲ ተፈፂሙ ዝብሉ ሓበሬታታት እውን ክውዛዕ ፀኒሑ እዩ። ንፍዓተይ እውን እንተኾነ ግን ኣብ ልዕለይ ዝተፈፀመ ነገር የለን ዝብል ምላሽ ክህብ እውን ፀኒሑ። እቲ ብሎሚ ዕለት ንምሸቱ ዝተፈፀመ ኣብ ኣፍደገ መንበሪ ልፍዓተይ ተስፋ ዝተፈንጀረ ፈንጂ ድማ መን ፈፂምዎ ዝብል ዝተፈልጠ ነገር ዘየለ እኳ ተኾነ ተፈተነ ግን ነቲ ነጣፊ ማሕበራዊ ሚድያ ንምጥቃዕ ዝተገበረ ምኳኑ እውን ፍልፍላትና ኣረዲኦም ኣለው። ራራ ሚድያ ጥበብ ይመርሕ!